ሰላም ሰላም ኩራት ተኻተልቲ ሎሚ ኣዝያ መሳጢትን ብኣክሽን ዝተመልእትን ፍልይቲ ፊልሚ ሒዘልኩም መጺኤ ኣለኹ ኣብዛ ዛንታ እዚኣ ሓደ ብልሹው ስርዓት ኔትወርክን ጨካን ናይ ቴሌቪዥን መደብ ትህብ ኣብዛ ዓለም ሂወት ወዲ ሰብ ንመዘናግዕን መክሰብን ጥራይ እዩ ዝውዕል ቤን ዝተባህለ ተወዳዳሪ ኣብዚ ካብ ሞት ምምለጥ ዘይሕሰብ ዝኾነ ናይ ሞት ጸወታ ይኣቱ ኮይኑ ግን ቤን ከምቶም ካልኦት ንሞት ኢዱ ዝህብ ተስፋ ዝቖረጸ ሰብ ኣይኮነን የግዳስ ንኹሉ እቲ ሕግታት ብምጥሓስ ነቲ ንንጹሃን ዝቐትልን ንህዝቢ ብናይ ሓሶት ቪድዮታት ዘታልልን ስርዓት ንምዕናው ዘካይዶ መስተንክራዊ ቃልሲ ብሓበር ክንርኢ ኢና። ላይክ፣ ሼር ከምኡውን ሳብስክራይብ ብምግባር ንጀምር። ዛንታና ኣብ ርሑቕ መጻኢ ብዙሕ ዓመታት ንቕድሚት እዩ ዝጅምር። ኣብኡ ኣሜሪካ ዘኔትወርክ እናተባህለ ብዝፍለጥ ሓደ ሓያል ናይ ሚድያ ትካል እያ ትመሓደር። መብዛሕትኡ ዜጋ ኣብ ድኽነት እዩ ዝነብር፣ ዋላ ነቲ ንእሽተይ ዝበሃል ሕማም እኳ ሕክምና ንምርካብ ዓቕሚ የብሉን። እቲ ኔትወርክ ኣቓልቦ ህዝቢ ንምጥምዛዝ፣ ዓመጽ ዝተመልኦ ናይ ጸወታ መደባት የቃልሕ ወይ ድማ የመሓላልፍ። ካብዞም መደባት እቲ ዝበለጸ ተፈታዊ መደብ ዘ ራኒንግ ማን ይበሃል። ኣብዚ ጸወታ ተወዳደርቲ ብሞያውን ሃደንትን እናተሃደኑ ንሳላሳ መዓልቲታት ብህይወት ክጸንሑ ኣለዎም። ንዝምሉእ እዋን ብህይወት ዝጸንሐ ዝኾነ ይኹን ሰብ ናይ ሓደ ቢልዮን ዶላር ሽልማት ክወሃቦ ቃል ይእተወሉ። ይኹን እምበር ክሳዕ ሕጂ ዋላ ሓደ ተወዳዳሪ ክሳዕ መወዳእታ በጺሑ ኣይፈልጥን እዩ። ድሕሪኡ ቤን ምስ ዝበሃል ኣብ ቀረባ እዋን ስርሑ ምስ ዝሰኣነ ሰብኣይ ንላለ። ንሱ ማሕበራዊ ሰራሕተኛታት ንኽምስርት ስለ ዝደገፈ ኣብ ጸሊም መዝገብ ክኣቱ ምኽንያት ኮይንዎ እዩ። በዚ ምኽንያት ድማ ዋላ ሓደ ትካል ንዕኡ ክቖጽሮ ወይ ድማ ንስራሕ ክህቦ ፍቓደኛ ኣይኮነን። እታ ንእሽተይ ጓል ቤን፣ ካቲ፣ ሓሚማ ስለ ዝነበረት ንሱ ድማ ንመድሓኒት ዝኸውን ገንዘብ ብሃንቀውታ የድልዮ ነበረ። ኣብ ገዛ ሰበይቱ ሽላ ኣምሽያ ትምለስ እሞ ተወሳኺ ኣታዊ ንምርካብ ኣብ ሓደ ባር ተወሳኺ ሰዓታት ከም ዝወሰደት ተረድእ። ቤን ኣብ ከባቢ እቲ ቦታ ዘጠራጥሩ ሰባት ስለ ዝረኣየ በዚ ሓሳብ ኣይተሓጐሰን፣ ቅር ኢሉዎ ነበረ። ቤን ከረጋግኣ እናፈተነ ክትጭነቕ ከም ዘይብላ ይነግራ። ባዕሉ ኣብቲ ናይ ጸወታ መደብ ከም ዝሳተፍን ነቲ ናይ ገንዘብ ሽልማት ከም ዝዕወተሉን ይነግራ። ተወዳደርቲ መብዛሕትኡ ግዘ ብኸቢድ ከም ዝጉድኡ ወይ ከም ዝቕተሉ ስለ እትፈልጥ ሽላ ብትሪ ትቃወም። ቤን ዋላ ሓንቲ ከም ዘይጋጥሞ ቃል ይኣቱ እሞ ነቲ ዝበለጸ ውሕስነት ዘለዎ መደብ ከም ዝመርጽ ድማ ይዛረብ። ቤን ካብቲ ድኻ ዝነበረሉ ከባቢ ብምውጻእ ናብቲ ሓለውቲ ዘለውዎ ኣፍደገ ናይ ሃብታም መንበሪ ከባቢ ይቐርብ። ነቶም ሓለውቲ ንሓደ ናይ ኔትወርክ መደብ ከም ዝመጸ ይነግሮም፣ ንሳቶም ድማ ናብ ውሽጢ ክኣቱ ይፍቐዱሉ እሞ ኣብቲ መደበር ብተስፋ ዝቖረጹ ሰባት ክምረጹ ብነዊሕ መስርዕ ይጽበዩ ነበሩ። ብሃንደበት ሓደ ብዕድመ ዝደፍአ ሰብኣይ ብኸቢድ ይሓምም እሞ እቲ ሰብኣይ ኩነታቱ ከምኡ ኢሉ እናሃለወ እቲ ገንዘብ ስለ ዘድልዮ ክቕጽል ብግዲ ይብል። እቲ ሽማግለ ኣብ ዝወደቐሉ ግዜ ቤን ይድግፎ እሞ ንሓገዝ ይጽውዕ። እቶም ሓለውቲ ኣብ ክንዲ ዝሕግዙ ንብየን ሕጊ ጥሒስካ ኢሎም ይኸስዎም። ሃሪሞም ድማ ካብቲ መስርዕ ናብ ወጻኢ ይድርብይዎም። ጸኒሑ ብየን ትእዛዝ ብዘይምኽባሩ ኣብ መዝገቡ መጠንቀቕታ ከም ዝተወሰኸ ይፈልጥ። ብሕርቃን ብጓህን ነቲ ኣብ ቅድሚኡ ዝነበረ ስክሪን ብቦክሲ ይወቕዖ። ድሕሪ እዚ ፍጻመ መከታተሊ ዝኾነ ብራስለት ወይ ድማ ንኣምበር ይውሃቦም እሞ ናብ ክፍለ ቁጽሪ ሽዱሽተ ይለኣኽ። ኣብኡ ምስቲ ከዕርኹዎ ዝፈተኑ ቲምን ጀንን ይራኸብ። ኩሎም እቶም ዝተመርጹ ተሳተፍቲ ዩኒፎርም ይጓህሞም እሞ ማእከላዊ ፈተናታት ይሓልፉ። እዞም ፈተናታት ከም እኒ ጽንዓትን ምጉያይን ዝኣመሰሉ ዘገረሙ ንጥፈታት ዘጠቓልሉ ነበሩ። ኣብ እዋን እቲ ፈተናታት ቤን ንቲም ይሕግዞ። ኣብ እዋን ዕረፍቲ ሓደ ሓላዊ ንቤን ከጥቅዖ ይፍትን። ቤን ብትብዓት ይምክቶ እሞ ነቲ ሓላዊ ኣፍሪሑ የባርሮም። ስነ-ኣእምሮኣዊ ምርመራታት ሓዊሱ ካልእ ፈተናታት ስዒቡ ይቕጽል። መልስታት ቤን ኣዝዩ ተሪርን ብዘይ ዝኾነ ምሕባእ ዝወጹን ነበሩ። እቲ ናይ ስነ-ኣእምሮ ሙያዊ ድማ ከምቲ ዝበኣሰ ዘየረጋጋእን ተቓዋምን ተወዳዳሪ ገይሩ ይመድቦም። ነቲ ናይ መወዳእታ መረጻ ይሓልፉ'ሞ ተወዳደርቲ ድሙቕ ሕብሪ ዘለዎ ናይ ስፖርቲ ክዳን ይወሃቦም። ቤሊንጀምን ኣብ ሕቖኡ ዕላማ ዝተሓተሞ ቀይሕ ክዳውንቲ ይቕበሉ፣ እዚ ድማ ንዘራኒን ግማን ወግዓውያን ተወዳደርቲ ምዃኖም የነጽር። ጸኒሑ ቤን ምስ ኣዳላዊ እቲ መደብ ዝኾነ ዳኒ ክራኸብ ይውሰድ። ቤን ናብ ካልእ ጸወታ ክቕየር ይሓትት እሞ ዳን ሓሳቡ ክቕይር ተወሳኺ ናይ ጥረ ገንዘብ ሽልማት የቕርበሉ። ካልኦት መዳባት ኣዝዩ ውሑድ ከም ዝኽፈሉ ድማ የርድኦ። ከምኡ ግን ኣብ ዘ ራኒንግ ማን ተወዳዳርቲ ብህይወት ዝጸንሑላ ነፍሲ ወከፍ መዓልቲ ገንዘብ ከም ዝረኽቡ የርድኦ። ዳን ንቤን ኣብቲ ጸሊም መዝገብ ብምእታዉ ብዝኾነ መንገዲ ናይ ወጻኢ ስራሕ ዕድል ከም ዘይብሉ ዘመላኽት ምዃኑ የዘኻኽሮ። ቤን ብዛዕባ ስድራዊት ሕማም ጓሉ እናሓሰበ ነቲ ውዕል ይፍርም። ድሕሪኡ ቤን ካብ ፋሚሊ ኣዳንስ ዝመጸ ወኪል ይራኸብ። ብመሰረት እቲ ስምምዕ፣ እቲ ኔትወርክ ቤን ክሳዕ ዝወዳደር ንስድራዊቱ ሓለዋ ክግበረሎም እዩ። ናብ ሓደ ውሑስ ዝኾነ ሓለዋ ዘለዎ ገዛ ይውሰዱ እሞ ናይ ሓሶት መንነት ይወሃቦም። ቤን እቲ ጸወታ ቅድሚ ምጅማሩ ንስድራዊቱ ክርኢ ደልዩ ነይሩ፣ ኮይኑ ግና ሓንቲ ናይ ቴሌፎን ጻውዒት ጥራይ እያ ተፈቒዳትሉ። ንሺላ ደዊሉ ኣብ ዘራ ኒግማን ይኣቱ ከም ዘሎ ይነግራ እሞ ከይትጭነቕ ይሓታን ከም ዝዕወት ድማ ቃል ይኣትወላን። በታ ለይቲ እቲኣ ቤን ብዘይ ድሌቱ ብዓጀብቲ ናብ ሓደ ምጭውቲ ክፍሊ ይውሰድ። ሓደ ወኪል ካብ ሸላ ዝተላእከ ፖስታ የብጽሕ። ኣብ ውሽጡ ድማ ናይ ስድራቤት ስእልን ዕድል ምእንቲ ከምጽኣሉ ዝተላእከ ካብ ጓሉ ካቲ ዝኾነ ንእሽተይ ካልሲ ነበረ። ንጽባሒቱ ንግሆ ንብየን ሓደ ናይ ጉያ ባንድ ወይ ድማ መሳርሒ ወሃቦም። እቲ መሳርሒ እቲ ዝተረፈ ግዚኡ ክሳዕ ሕጂ ዝረኽቦ መጠን ገንዘብ ዘርኢ ነበረ። እቲ መደብ ብወግዒ ይጅመር እሞ እቲ ኣዳላዊ ቦቢ ድማ ንብየን ናብ መድረኽ ይጽውዖም። ቦቢ ነቶም ተዓዘብቲ ይሕስወሎም እሞ ብየን ኣብ ሃገራዊ ምክልኻል ይሰርሕ ከም ዝነበረን ናይ ሃገር ሚስጥር ብምሻጥ ከም ዝተኣሰረን ይነግሮም። ከም መረጋገጺ ድማ ብኣርተፍሻል ኢንተለጀንስ ወይ ድማ AI ዝተሰርሐ ናይ ሓሶት ቪድዮ ይረኣ። ብየን ነቲ ህዝቢ ነዚ ከይኣምኑ ይልምን እሞ ቦቢ ግን ዕሽሽ ይብሎም። ንወጻኢ ዓለም ዘራኒንግ ማን ንሓደገኛታት ወይ ድማ ገበነኛታት ዝወሃብ መቕጻዕቲ ተባሂሉ'ዩ ዝቐርብ ነይሩ። እዞም ተወዳደርቲ ምእንቲ ስድራቤቶም ክብሉ ህይወቶም ኣብ ሓደጋ ዘእትዉ ተስፋ ዝቖረጹ ዜጋታት ምዃኖም ኣይፈለጡን እዮም ነይሮም። ተዓዘብቲ ናይ ሓደ ተወዳዳሪ ዘለዎ ቦታ እንተደኣ ሓቢሮም ብገንዘብ ይሽለሙ ነበሩ። ቦቢ ንቤን ናይ መወዳእታ ቃላቱ ክዛረብ ምስ ሓተቶ፣ ቤን ብሕርቃን ነቲ ኣዳላዊ ነቲ ህዝቢ ጸረፎ። ብህይወት ከም ዝጸንሕን ንምሉእ'ቲ ስርዓት ኣቃጺሉ ሓመድ ከም ዝገብሮን ኣወጀ። ኩሎም ተወዳደርቲ ምስ ቀረቡ በቡግን ነቲ ሕግታት የረድእ። ነፍሲ ወከፍ ተወዳዳሪ ንእሽተይ ቅድመ ክፍሊት ጥረ ገንዘብ ናይ ዓሰርተ ክልተ ሰዓት ቅድመ ብልጫ ግዜን ተቐበለ። ኣብዚ ግዜ እዚ ከይተሃድኑ ኣብ ዝኾነ ቦታ ክሕበኡ ይኽእሉ ነበሩ። ንጽባሒቱ ሓሙሽተ ሞያውያን ሃደንቲ ክልቀቑ እዮም። ኩሎም ተወዳደርቲ ነፍሲ ወከፍ መዓልቲ እንተወሓደ ናይ ዓሰርተ ደቒቓ ቪድዮ ክቐርጹ ትጽቢት ይግበረሎም ነበረ። ነታ ካሴት ወይ ድማ ቪድዮ ቅድሚ ፍርቂ ለይቲ ክረኽቡዋ ነበሮም። ከምኡ ክገብሩ እንተዘይክኢሎም ክፍሊት ደው ይብል እሞ እቲ ሃደን ግን ይቕጽል። እቶም ሰለስተ ተወዳደርቲ ድሕሪኡ ብዝተፈላለየ ልፍቲታት ንሓደ ጸልማት ክፍሊ ወሰዱ። ኣብኡ ንብየን ካሜራ፣ ቁሩብ ጥረ ገንዘብን ስሩዕ ክዳውንትን ተዋህቦም። ቀልጢፉ ክዳኑ ቀይሩ ካብቲ ህንፃ ወፀ። ቤን ብኡንብኡ ናብ ሓንቲ ታክሲ ኣተወ እሞ እቲ መራሒ መኪና ይፈልጦ። ድሕሪኡ ስእሊ ክሰኣል ይሓቶ እሞ ቤን ምስ ኣበየ እቲ መራሒ መኪና ተቖጠዐ። ብፅቡቕ እንተዘይተታሒዙ ንቦታ ቤን ከም ዝሕበር ኣፈራርሖ። ቤን ታሪፉ ከፊሉ ካብታ መኪና ምስ ወፀ ብጎደናታት ክጎዩ ይጅምር። ኣብ መወዳእታ ናብቲ ሞሊ ዝተባህለት ናይ ቀደም ጓል ዓርኩ ዝነበረትሉ ህንጻ በጽሐ። ሞሊ ንጸሊም ዕዳጋ ዝኸውን ኣቑሑ ኣብ ምፍራይ ትነጥፍ ነበረት። ቤን ክልተ ናይ ሓሶት መንነት ወረቓቕትን ሓደ ኣጽዋርን ሓተታ። ሞሊ፣ ቤን ገና ኣካል ናይቲ ጸወታ ምዃኑ ምስ ተረድኣት ኣዝያ ሓረቐት። ሰባት ድሮ ይደልይዎ ከም ዘለዉ ንቤን ኣጠንቀቐቶ። ናብኡ ብምምጻእ ንምሉእ ስራሕ ኣብ ሓደጋ ኣእትይዎ ኢላ ንቢል ከሰሰቶ። ድሕሪ ምጕያቝ፣ ብዛዕባ ሕማምካ ትም ዝሰምዐት ሞለ መወዳእታ ኽትሕግዝ ተስማዕምዐት። ንቤን መልክዑ ቐየረትሉ፣ ዝስማዕማዕ ናይ ሓሶት ሰነዳት ድማ ኣዳለወትሉ። ሞሊ ንቤን ልክዕ ከም ሓደ ዝጓዓዝ ነጋዳይ ምእንቲ ክመስል ንብረቱ ኣብ ሻንጣ ጠረፈትሉ። ቅድሚ ምኻዱ ሞሊ መጠንቀቕታ ሃበቶ። ሰባት ምእንቲ ገንዘብ ኢሎም ዝጠልምሉ፣ ድኻታት ዝነብሩሉ ኸባቢታት ከውግድ ንቤን ነገረቶ። ኣብ ጸጥቅጥ ዝበለ ቦታ ክጸንሕ መኸረቶ። መሉ ወሲኻ፣ ቤን ኣቐዲሙ ሓቲትዋ ነይሩ እንተ ዝኸውን፣ ከም ሓጋዚኣ ገይራ ምቖጸረቶ ነይራ በለቶ። ሕጂ ግን ቤን ብህይወት ዝተርፈሉ እንኮ መንገዲ ነቲ ጸወታ ምዕዋት ጥራይ ምዃኑ ተዛረበት። ንግሆ ቤን ናብ መደበር ባቡር የቕንዕ እሞ ፖስተራት ናይቶም ሰለስተ ተወዳደርቲ ኣብ ኩሉ ቦታ ተለጢፉ ነበረ። ቤን ናብ ኒውዮርክ ዝኸይድ ትኬት ዓዲጉ ናብታ ባቡር ደየበ። እቲ ኣንባሩ እቲ ሃደን ከም ዝተጀመረ ኣብ ዘፍልጠሉ ሰዓት፣ እታ ባቡር ካብቲ መደበር ተበጊሳ ነበረት። ሓደ ንእሽተይ ቆልዓ ናብ ቤን ቀሪቡ ከዘራርቦ ፈተነ። ቤን ነቲ ቆልዓ ኣፈራሪሑ ሰጉግዎ እሞ እቲ ቆልዓ ጸኒሑ ተመለሰ። እዚ ግን ንቤን ጭሕሚ ይገብር ከም ዘሎ ንኽነግሮ ጥራይ እዩ ነይሩ። ቤን ኣብ ኒውዮርክ ምጭውቲ ናይ ሆቴል ክፍሊ ተኻረየ። ኣብቲ መቐበሊ ኣጋይሽ፣ እቲ ረሴፕቴሽን፣ ኣብ ስእሊ መንነት ዘሎ ሰብኣይ ጭሕሚ ከም ዘለዎ ገጽ ቤን ግን ከም ዘይብሉ ኣስተብህለ። ኣብ ውሽጢ እታ ክፍሊ፣ ቤን ነቲ ናይ ምድንጋር መልክዑ ኣውጺኡ ናብቲ ናይ ቀደም ትኽክለኛ መልክዑ ተመልሰ። ነቲ መንደቕ ይሽፍኖ እሞ ደቂሱ ድማ ቪድዮ ይቐርጽ። በታ ምሸት እቲኣ ነታ ካሴት ኣብ ናይ መእከቢ ሳጹን ኣቐመጣ። ፍርቂ ለይቲ ምስ ኮነ፣ እቲ ኣምበር ናይ መጀመርያ መዓልቲ ቦነስ ከም ዝረኸበ ኣፍለጠ። ኣብዚ ግዜ እዚ እቶም ሃደንቲ ንሞ ልሒዞምዋ ነበሩ። ኣብቲ ናይ ሓሶት መንነት ተጻሒፉ ዘለ ስም ክሳዕ ትነግሮም ኣሳቐዩዎም። ንጽባሒቱ እቶም ሃደንቲ ናብ ክፍሊ ሆቴል ቤን ብሓይሊ ኣትዮም ተኮሱሉ። ቤን ብሃንደበት ነቒሑ ኩሉ ነገር ሕማቕ ሕልሚ ጥራይ ከም ዝነበረ ተረድኦም። እቲ ቴሌቪዥን ሽዑ ቀጥታዊ ቪድዮ ናይቲ ም ኣርኣየ። ቲም ምስ ሓንቲ ሰራሕተኛ ድንኳን ይዛወር ነበረ። ብድሕሪኡ ድማ ናይ ካሜራ ሰራሕተኛታት ይዕዘብዎ ነበሩ። ንደገ ልክዕ ምስ ወጸ እቶም ሃደንቲ ቦንቦ ኣበይ ከም ዘሎ ረኸብዎ። ብዘይ ዋላ ሓንቲ ምጥርጣር ብቐጥታ ኣብ ርእሱ ተኮሱሉ። ነዚ ምስ ረኣየ ቤን ንተወሳኺ ሰለስተ መዓልትታት ካልእ ክፍሊ ሆቴል ይካረይ እሞ ንብረቱ ኣብ ሓንቲ ተራ ቦርሳ ጠርነፎም። ነታ ቦርሳ ብመስኮት ጒሒፉ ኣብ መደርበዪ ጓሓፍ ደርበያ። ድሕሪኡ ቤን ወላ ሓንቲ ዘይጋጠመ ብዝመስል ህድኣት ካብቲ ሆቴል ወጸ። ኣብ ደገ ነታ ቦርሳ ኣውጺኡ ናብ ቦስተን ዝወስድ ኣውቶቡስ ደየበ። ኣብ ቦስተን ቤን ኣረጊት ክዳውንቲ ይገዝእ እሞ፣ ካብ ሓደ ድኻ ሰብኣይ ድማ መፍትሕ ክፍሊ ሆቴል ብገንዘብ ገዘ። ብህድኣት ናብቲ ሆቴል ኣትዩ ናብቲ ሊፍት ኣተወ እሞ ኣብኡ ተለጢፉ ዝነበረ ካብ ኣገልግሎት ወጻኢ ዝብል ምልክት የስተውህለልን እቲ ሊፍት ብሃንደበት ኣብ መንጎ ደርብታት ደወ ይብል። ናብቲ ካልኣይ ደርቢ ቅድሚ ምብጽሑ ቤን ከምልጥ ናብቲ ክፍሉ ዝነበረሉ ሳልሳይ ደርቢ ክድይብ ነበሮ። ኣብ ውሽጢ እቲ ኣርማድዮ ኣብ ዝነበረ ሳጹን ማስቲካ፣ ሽጋራን ሓንቲ ቦምባ ኢድን ረኸበ። ናይ ዕለታዊ ቪድዮኡ ቀረጸ እሞ እታ እምበር ነታ ካሰት ክረኽባ ዘኻኽሮ። ኮይኑ ግና ብዙሓት ሰባት ኣብ ጥቓ እቲ ሳጹን ደው ኢሎም ነበሩ። ብየን ክሕጸብ እናተዳለወ ናብቲ ናይ ሓባር ባኞ ከደ። ብዛዕባ እቲ ናይ ካሴት ሳጹን እናሓሰበ ከሎ ብሃንደበት ሓደ ካብቶም ኣብ ወጻኢ ዝነበሩ ሰባት ገጹ ከም ዝፈልጦ ኣስተብሃለ። እቲ ሰብኣይ ሓደ ካብቶም ሃደንቲ ነበረ። ሕጂ ድማ ተወሳኺ ሃደንቲ ይመጹ ነበሩ። ሓደ ሰብ ማዕጾ እቲ ባኞ ከፈተ እሞ ብየን ድማ ቀልጢፉ ተሰኣ። እቶም ሃደንቲ ናብ ሳልሳይ ደርቢ ምስ በጽሑ ነተን ክፍልታት ክፍትሹ ጀመሩ። ሓሊፎም ምስ ከዱ ቤን ካብቲ ባኞ ወጸ። ነቲ ኵነታት ንምግምጋም ብመስኮት ኣቢሉ ናብ ደገ ክጥምት ፈተነ። እቲ መስኮት ምሉእ ብምሉእ ተዓጽዩ ስለ ዝነበረ ብዘይካ ቦርሳኡ ብቐሊሉ ዘምልጠሉ መንገዲ ኣይነበሮን። ቤን ካብቲ መንደቕ ሓደ ሓጺን መንቀሶ እሞ ነቲ መረጸን ሰበሮ። ማስቲካ ብምጥቃም ድማ ሸኻኽ ናይቲ መረጸን ኣብ ሓንቲ ሓጺን ኣጣበቖ። ሕዚ ኣብቲ ኮሪደር ኰይኑ ቤን ምንቅስቓስ ናይቶም ሃደንቲ ንምክትታል መስትያት ተጠቐመ። እቶም ሃደንቲ ናብ ክፍሉ ክኣትዉ ክዳለዉ ከለዉ፣ ቤን ድማ ብደረጃታት ተጓዩ ደየበ። እቲ ኣብ መደብ ቲቪ ዝነበረ ሰብኣይ ናብ ካልኣይ ደርቢ ከም ዝደየበ እናጨደረ ተዛረበ፣ ንዕኡ ክስዕብዎ ድማ ደረኾ። ንሳቶም ስጕምቲ ክወስዱ ከለዉ፣ ቤን ንላዕላይ ምጕያይ ቀጸለ እሞ ናብ ነሓሲ በጽሐ። ካብኡ ድማ ናይ ሓደ ዝብልጭልጭ ታቤላ ገመድ ሒዙ ንታሕቲ ክወርድ ጀመረ። ቤን ናብ ክፍሉ በጺሑ ነቲ መስኮት ሰይሩ ናብ ውሽጢ ኣተወ። እቲ ዝስበር ዝነበረ ድምጺ መረጸም ወይ ድማ ምስትያት ነቶም ሃደንቲ ኣስምዖም። ብኡንብኡ ድማ ንድሕሪት ተመልሱ። ቤን ታጒ ክዳኑ ተኸደነ እሞ ንብረቱ ድማ ኣኻኸበ። ኣብ ወጻኢ ናይቲ ማዕጾ ተኹሲ ምስ ጀመረ ብመስኮት ዘሊሉ ወጺኡ ካልእ ገመድ ሓዘ። እቲ ተንጠልጢሉሉ ዝነበረ ታቤላ ብሓደገኛ ኩነታት ክወዛወዝ ጀመረ። ኣብታ ሰዓት እቲኣ ቤን ንሱ ክሳዕ ዝወድቕ ኣብ ታሕቲ ዝጽበ ዝነበረ ሓደ ሃደነ ኣስተብሀለ። ካልእ መብለጢ ስለ ዘይነበሮ ቤን ናብ ሓንቲ ቀረባ ክፍሊ ብመስኮት ሰይሩ ናብ ውሽጢ ዘለለ። ድሮን ናይቲ ኔትወርክ ነፍሲ ወከፍ ምንቅስቓሳቱ ምክትታል ቀጸለት። እቶም ሃደንቲ ናብኡ እናተወከሱ ቤን በቲ ኮሪደር ንታሕቲ ተጓየየ። ናብቲ ሊፍት በጺሑ ነታ ድሮን ሒዙ ምስቲ መቆጻጸሪ ባንዴራ የላተማ እሞ እቲ ቀጥታዊ ፈነወ ተቋረጸ። ስርዓት ናይ ቴሌፍሲ ድማ ዳግመ ጀመረ። ኣብቲ መቐበሊ ኣጋይሽ ሓደ ሓደ ናይ ብሓይሊ ዘልዩሉ ኣጥቅዖም። ቤን ቦምብ ኢዱ ሒዙ ብሓደ ኣብቲ ኮርኒስ ዝነበረ ነዃ ለብ ኢሉ ደርበየ። እቲ ፍንጀራ ኣዝዩ ዓብዩ ስለ ዝነበረ ነቲ ሊፍት ድማ ትኽ ኢሉ ናብ ታሕተዋይ ደርቢ ከም ዝዓኑ ገበሮ። ሕጂ ሓንቲ ካርቶን ክርቢት ጥራይ ስለ ዝተረፈቶ ቤን ካብ ሓደ መጽሔት ገጻት ቀዲዱ ብምውላዕ ንብርሃን ተጠቐመሉ። ንቕድሚት እናተጓዕዘ ከሎ ብዘይፍለጥ ሓደ ገመድ ኣቃጸሎ እሞ እቲ ሓዊ ብዝያዳ ተባልዐ። እቶም ሃደንቲ በቲ ኮሪደር ኣቢሎም ዘጸግዕዎ ቤን ነቲ ማዕጾ ንምዕጻው ኣቑሑ ገዛ ስሒቡ ኣምጸ እሞ ነቲ ነናጹ እናሰዓበ ብኣእጋሩን ብኣእዳዉን እናተብሓረረ ናብቲ ናይ ሓሰማታት መዕቖቢ ኣተወ። እቶም ሃደንቲ ብዘይ ዕላማ ተኮሱ እሞ ሓንቲ ካብተን ጠያይቲ ኣብ ናይ ጋዝ ሻምበቆ ስለ ዝሃረመት ኣብቲ ታሕተዋይ ደርቢ ዓዉዪ ፍንጃራ ሰዐበት። እቲ ሃልሃልታ ናብቲ ቃሻ ወይ ድማ ንተለል ተላብዐ። ንቤን ድማ ዝያዳ ናብ ዉሽጢ እቲ ናይ ሓሰማታት መዕቖቢ ክጥሕል ኣገደዶ። ድሕሪ ሒደት ሰዓታት ምሉእ እቲ ህንጻ ተፈንጀረ። ቤን ኣብ መወዳእታ ናብ ጎደና ምስ ወጸ፣ ስቴሲ ምስ እትበሃል ንእሽተይ ቆልዓ ተራኸበ። ቤን ንዝኾነ ሰብ እንተነጊሩ ኣብ ሽግር ከም ዝወደቐ ጠንቂቑ ኣፈራርሖ። ስቴሲ ግን ክሕግዞ ጥራይ ከም ዝደለየ ብህድኣት መለሰሉ። ቤን ነቲ ኣምባሩ ተወከሶ፣ በቲ ፍንጀራ ብዙሓት ሰባት ከም ዝሞቱ ድማ ፈለጠ። እቲ መሳርሒ ብዙሕ መጠን ገንዘብ ከም ዝረኸበ እውን ኣርኣዮ። ድሕሪ ቁሩብ ግዜ ስቴሲ ምስ ዓብዩ ሓዉ ብራድ ተመለሰ። ብራድ ንቤን ናብ ገዛኡ ወሲዱ ምግቢ ሃቦም። ብራድ እዌን ሓንቲ ዝሓመመት ጓል ነበረቶም። ዋላ እኳ ጸገም እንተ ነበሮ ዝኾነ ገንዘብ ክቕበል ኣበየ። እቲ ኔትወርክ ጸሊእዎ ስለ ዝነበረ ምስኡ ዝተኣሳሰር ዝኾነ ነገር ኣይደለየን። ብራድ ንቤን ሓንቲ ዝተሓብእት ክፍሊ የርእዮ እሞ ኣብ ውሽጢ ብራድ ብሚስጢር ክፋላት ናይ ዘ ራኒንግ ማን ይቐድሕን፣ ዝርዝራዊ ትንተናታት ናብ ኢንተርኔት ይጽዕን ነበረ። ዝተታሕዙ ተወዳደርቲ ብጉህዶ ይረኣዩ ስለ ዝነበሩ ምስጢራዊነት ብህይወት ንምጽናሕ ቁልፊ ነገር ነበረ። ብራድ ንብየን ምስኡ ተሓቢኡ ክጸንሕን ንመወዳእታ መዓልቲ ክዳሎን መኸሮ። ንጽባሒቱ ንግሆ ብየን ብዛዕባ እቲ ኣብ ከባቢ እናዓበየ ዝኸድ ዝነበረ ዓመጽን ስቓይን ፈለጠ። መንግስቲ ድማ ዋላ ሓንቲ ይገብር ኣይነበረን። ኣብ ክንድኡ ንኹሉ ነገር ክሓብኦሎም መረጸ። ብሕርቃን ዝዓበደ ብየን ንመንግስቲ ቆሊዑ ቀትለሎ ኢሉ ብምኽሳስ መልእኽቲ ቀረጸ። እቶም ኣብ ስልጣን ዘለዉ ብዛዕባ ተራ ህዝቢ ከም ዘይግደሱ ተዛረበ። ጸኒሑ ኣብ እዋን እቲ ፈነወ ቡቢ ምስ ሓደ ጉጅለ ቆልዑ ተቐልቀለ። ንሳቶም ናይቶም ኣብቲ ፍንጀራ ዝሞቱ ዘኽቲሞም ዝተረፉ ቆልዑ ምዃኖም ተዛረበ። ቡቢ ነቲ ናይ ቤን መልእኽቲ ብምዕራይ ልክዕ ቤን ነቶም ቆልዑ የላግጸሎም ከም ዘሎ መሲሉ ፈነዎም። ቤን እቲ ቪድዮ ዝተበላሸወ ወይ ድማ ጌጋ ምዃኑ ከርድእ ፈተነ። ኣደ ብራድ ኣዝያ ብምሕራቕ ንቤን ከይሰምዖቶ ካብ ገዛ ሰጎገቶ። ብራድን ስቴስን ግን ገለ ሓቂ ንዕኡ ክሕግዝዎ መረጹ። ንቤን ኣብ ውሽጢ ባጋጅ ንሓንቲ መኪና ሓብእዎ። እናዘወሩ ምስ ከዱ፣ ኩሉ ነገር ንቡር ይመስል ነበረ። ብሃንደበት ናይ ተኹሲ ድምጺ ተሰምዐ። ክልተ ዘወርቲ ሞተር ዝስዕብዎም ነበሩ እሞ ኣብቲ ባጋጅ ተኮሱ። ቤን ነቲ ባጋጅ ከፊቱ ሓደ መሳርሒ ተኺሉ ናብ ገጽ ናይቲ ሓደ ዘዋሪ ሞተር ደርበየ እሞ ኣውደቖ። እቲ ካልእ ዘዋሪ ሞተር ምትኳሱ ቀጸለ። ብራድ ፍሬን ብሓይሊ ምስ ረገጸ ቤን ንድሕሪት ናብ ውሽጢ እቲ ባጋጅ ተሓብአ። እቶም ዘወርቲ ሞተር ኣብ ግዜኡ ደው ክብሉ ስለ ዘይከኣሉ ምስቲ መኪና ተጋጨዉ። ድሕሪኡ ብራድ ንቕድሚት ብምብራር ንኽልቲኦም ጨፍልእዎም ኣምለጠ። ብራድ ንሜን ካብ ከተማ ወጻኢ ወረዶም ሓደ ሽጉጥን ኣድራሻ ናይ ዓርኩ ኤልቶንን ድማ ሃቦም። ድሕሪ ሓጺር ጉዕዞ ባቡር ቤን ኣብ ካልእ ሆተል ተሓብአ። ኣብኡ ድማ እታ ናይ መወዳእታ ካሴቱ ኣብ ቴሌቪዥን ክትፍኖ ረኣየ። እቲ ኔትወርክ ነቲ ቴሌቪዥን ብዝኾነ ከም ዝቕይሮ ይፈልጥ እዩ ነይሩ። በዚ ምኽንያት እዩ ድማ መጽሓፍ ከንብብ ከሎ ጥራይ ርእሱ ዝቐረጸ። ቦቢ ነታ ናይ ጆኒ ካሴት እውን ኣፈነዋ። እዚ ድማ ኣብ ሓደ ናይ ለይቲ ክለብ ክትዘናጋዕ ከላ ዘርኢ ነበረ። ጸንሑ ቤን መልክዑ ብምቕያር ነቲ ናይቲ መዓልቲ ካሴት ከርክብ ከደ። ኣብ ጥቓ እቲ ሳጹን ደው ኢሉ ዝነበረ ሓደ ፖስተኛ ጠርጠሮ እሞ ናብ ቤን ብምቕራብ ድማ እናዕለለ ብዝመስል ምስጢር ቀረጾ። ቤን ብሃንደበት ነቲ ሰብኣይ የጥቅዖ እሞ ቀልጢፉ ነታ ካሴት ናብ ሳጹኑ ኣእትይዋ ተጓየየ። እቲ ፖስተኛ ክሳዕ እቲ መስመር ባቡር ሰዓቦ። ቤን ብጨካ ብይዙ ብምጉያይ ሓጹር ሰጊሩ ናብ ሓንቲ ትጓዓዝ ዝነበረት ባቡር ዘለለ። እቲ ፖስተኛ ተኮሰ እሞ ብይ ግን ክሃድም ከኣለ። ድሕሪ ቁሩብ ግዜ ቤን ከም ሓደ ስንኩል ሰብኣይ ኮይኑ መልክዑ ቀየረ። እናሓንከሰ ናብ ሓንታ ጎደና ጸወታ ዝዕዘብ ዝነበረ ህዝቢ ተጸንበረ። ኣብዚ ግዜ እዚ ጀኒ ኣብ ውሽጢ ሓደ ካዚኖ ተታሓዘት። ብመኪና ክተምልጥ ትፍትን እሞ ክልተ ሰብኡት ነታ መኪና ብሓዊ ኣቃጺሎም ንዓኣ ድማ ቀተልዋ። ቁሩብ ጸኒሑ ብየን ኣብ መወዳእታ ምስ ኤልቶን ተራኸበ። ኤልቶን ምስ ኣዲኡ እዩ ዝነብር። ንሳ ብኣእምሮኣ ዘይተረጋገኣት ምዃና ድማ ንቤን የጠንቅቖ። ንባህርያታ ዝኾነ ምላሽ ከይህብ መኸሮ። ኤልቶን ንቤን ናብ ሓንቲ ዝተሓብእት ክፍሊ መርሖ እሞ፣ ኣብኡ ድማ ነቲ ኔትወርክ ዝቃወሙ ጽሑፋት ብሚስጥር ይሓትም ነበረ። ኤልቶን ኣቦ ፖሊስ ከም ዝነበረ ኣረድኣ፣ ኣብ ልዕሊ እቲ ስርዓት ብምዝራቡ ድማ ብመሳርሕቱ ከም ዝተቐተለ ነገሮ። ካብ ሽዑ ጀሚሩ ኤልቶን ዓማጺ ኰይኑ ነበረ። ኤልቶን ኣብ ምሉእ እታ ሃገር ዘለዋ ናይ ጎደና መብራህትታት ምስ ስካነር ከም ዝተታሕዘ ኣቃልዐ። እዞም መሳርሕታት ነቲ ዝነኣሰ ናይ ዲኤንኤ እኳ ክረኽቡ ይኽእሉ ነበሩ፣ በዚ ምኽንያት ቤን ኣብ ትሕቲ መሬት ክጸንሕ የድልዮ ነበረ። ኣቦ ኤልቶን ኣብ እዋን ዝሑል ኲናት ሓደ ናይ ትሕቲ መሬት መዕቆቢ ሃኒጹ ነበረ። ኤልቶን ቤን ኣብኡ ተሓቢኡ ክሳዕ'ታ ናይ መወዳእታ መዓልቱ ብህይወት ክጸንሕ ሓሳብ ኣቕረበ። ከምኡ'ውን ቤን ምስ ተዓወተ ንቓሉ ህዝቢ ምስ ረኸበ ነቲ ናይቶም ዓመጽቲ ጋዜጣ ኣብ ምዝርጋሕ ክሕግዞ ሓተቶ። ቤን ነታ ለይቲ ኣብታ ምስጢራዊት ክፍሊ የሕልፋ እሞ ካሴቱ እውን ቀረጸ። ንጽባሒቱ ንግሆ ንዕኡ ክረክብ ክኸይድ ከሎ ኣደ ኤልቶን ነቲ ቅዳሕ ረኣየቶ። ብኡ ንብኡ ንቤነልልት እሞ ክትጥቁ ፈተነት። ኤልቶን ኣብ መጀመርታ ከልከላ እሞ ይኹን እምበር ሕነ ሰብኣያ እትፈድየሉ ዕድል እዚ ምዃኑ ወሰነት። ባዕላ ናብ ፖሊስ ምስ ደወለት ብኡ ንብኡ እቲ ገዛ ብፖሊስ ተኸበበ። ተኹሲ ነቲ መንደቕ ሰንጢቕዎ ሓለፈ። እታ ኣደ ቦታ ቤንን ኤልቶንን ክትሕብር ፈተነት። ኤልቶን ኣብ ሓንቲ ክፍሊ ቆለፋ እሞ መጻወድያታቱ ኣንቀሳቐሰ። እቶም ፖላዊስ ምስ ኣተዉ፣ ኤልቶን ኣብቲ ባይታ ኣብ ዝነበረ ዝተቓልዐ ናይ ኤለትሪክ ገመድ ማይ ኣፍሰሰሉ። ብዙሓት ፖላዊስ ብሓያል ናይ ኤለትሪክ ንዝራ ተሃረሙ። ኤልቶንን ቤንን ድሕሪኡ መንደቕ ናይታ ምስጢራዊት ክፍሊ ኣፍሪሶም ኣምለጡ። እቶም ፖላዊስ ክስዕብዎም ከለዉ፣ መጽዋዕዳይታት ኤልቶን ኣብቶም ፖላዊስ ኬሚካላት ነጸገ። እቲ ኬሚካላት ተቓጸለ እሞ ነቲ ከባቢ ድማ ሓዊ ኣተሓዞ። ኣብቲ ደረጃ ካልእ መጻወድያ እውን ተበገሰ። እቲ ናይ ዕንጸይቲ ደረጃታት ይፈርስ እሞ ብዙሓት ፖላውስ ድማ ንታሕቲ ይወድቁ። ኤልቶን ኔቢየን ናብ ባኞ መርሖም። ኣብ ውሽጢ እቲ ሻወር ብሓደ ዝተሓብአ ቱቦ ተንሸራቲቶም ወረዱ። ኣብታ ቀጺላ ዘላ ክፍሊ፣ ኤልቶን ኣብቲ ባይታ ዝተሓብአ ማዕጾ ቀልዐ። ክልቲኦም ብቕልጡፍ ናብ ሓደ ናይ ትሕቲ መሬት ቃሻ ወረዱ። ሓደ ሓደ ናይ ድሮ ኣብኡ ይጽበ ነበረ። ብሃንደበት ንኤልቶን ወግኦሞ፣ ድሕሪኡ ድማ ንቤን የጥቅዖ። ብርቱዕ ግጥም ምስ ተላዕለ በይኑ ኢዱ ተቖረጸ። ኰይኑ ግን ነቲ መጥቃዕቲ ዘብጽሓሉ ዘሸንፎ ዓቕሚ ረኸበ። ኤልቶን ካራ ሒዙ ነቲ ሃደናይ እግሩ ወቕዖ እሞ ከም ዝወድቕ ገበሮ። እቲ ዝቖሰለ ሃደናይ ድሕሪኡ ካብ ዳን ጻውዒት ተቐበለ። ዳን ብቐጥታ ምስ ቤን ክራኸብ ደልዩ ስለ ዝነበረ ምስ ቤን ይራኸብ እሞ ቤን ብዅሉ እቲ ምዕቡል ተክኖሎጂኦም ስለምንታይ እቲ ኔትወርክ ንምሉእ እቲ ጸወታ ብናይ ሓሶት ዘየቕርቦ ሓተተ። ዳን ነዚ ነገር ሓሲቦምሉ ከም ዝነበሩ መለሰሉ። ብኮምፒተር ዝተፈጠሩ ሰባት ከም ናይ ሓቂ ሰባት ዘዘናግዑ ወይ ድማ መጸጽቲ ከም ዘይኮኑ የርድኦ እሞ ናይ ሓቂ ስምዒትን ባህሪን ከም ዝጎድሎም ድማ ይገልጸሉ። ዳን ሽዑ እታ ድሮን ነቲ ትርኢት ቀሪጻ መጠን ተዓዘብቲ ንኽውስኽ ኢሉ ቤን ነቲ ሃደናይ ክቐትሎ ኣዘዞ። ቤን ይኣብዮ እሞ ኣብ ክንዱ ኣጽዋሩ ኣልዒሉ ነታ ድሮን ተኲሱ ካብ ኣየር የውድቓ። ኤልቶንን ቤንን ብማዕጾ መኪና ብሓይሊ ጥሒሶም ብምውጻእ ኣምለጡ። ናብ ጫካ ገጾም ይጎዩ እሞ ኮይኑ ግን ሓንቲ ሄሊኮፕተር ካብ ላዕሊ ሰዓበቶም። ኤልቶን ንቤን ገዲፍዎ ክኸይድን ንበይኑ ናብቲ መዕቆቡ ክበጽሕን ነበሮ። ቤን ቅድሚ ምላሽ ምሃቡ ግን ካብታ ሄሊኮፕተር ዝተተኮሰት ናይ ስናይፐር ጥይት ንኤልቶን ናብ ርእሱ ምስ ወቕዐቶ ብኡ ንብኡ ይመውት። እቶም ሃደንቲ ንቤን ይኸብዎ እሞ ኮይኑ ግን ንዕኡ ከይትኩስሉ ጽኑዕ ትእዛዝ ተዋሂብዎም ነበረ። እቲ ኔትወርክ ብህይወቱ ተታሒዙ ኣብ ቅድሚ ካሜራ ክቕተል እዩ ተደልዩ። እታ ኣብ ቀረባ ዝነበረት መኪና ብተፈንጀርቲ ዝተጠምጠመት ነበረት። ቤን ንሓደ ድልድል ዘዊርዋ ዘሊሉ ይወጽእ እሞ እታ መኪና ምስ ሓድሃደነ ተላቲማ ተፈንጀረት። ቤን ናብቲ ኣብ ታሕቲ ዝነበረ ርባ ጠለቐ። ኣምባሩ ሓድሃደነ ብምቕታሉ ካልእ ቦነስ ከም ዝረኸበ ኣረጋገጸሉ። ቤን ናብቲ ናይ ትሕቲ መሬት መዕቆቢ ንምብጻሕ፣ ብኡሸታ ትንክፉት ጉልጉላትን ኣቢሉ ተጓዕዘ። ነዊሕ ኣይጸንሐ ግን፣ መንግስቲ ሓዳስ ከተማ ንምህናጽ ኢሉ ነቲ መዕቆቢ ከም ዘፍርሶ ፈለጠ። ዝኸዶ ካልእ ቦታ ስለ ዘይነበሮ፣ ቤን ነታ ለይቲ ኣብ ሓደ ዝተደገፈ ገዛ ሓለፋ። ንስድራቤቱ ኣእምሮኡ ሰኣሎም እሞ እቲ ትርኢት ድማ ንኽቕጽል ሓይሊ ሃቦ። ቁሩብ ጸኒሖም ፖላዊስ ምስ መጹ፣ ናይ ቤን ሓዳስ ካሴት ይረኽቡ እሞ፣ ብፖስታ ንኽልእኹዋ ዝእዝዝ መምርሒታት ዝሓዘት ነበረት። ቤን ናይታ ዝረኣያ ቀዳመይቲ መኪና መስኮት ሰይሩ ናብ ውሽጢ ኣተወ። ኣሚልያ ዝተባህለት መንእሰይ ኣብ ናይ መዘወሪ ወንበር ተቐሚጣ ነበረት። ቤን ኣፈራሪሑዋ ብዝያዳ ፍጥነት ክትዝውር ይእዝዛ እሞ መኻይን ፖሊስን ድሮናትን ብቕልጡፍ ክስዕብዎም ይጅምሩ። ካብ ብዙሕ ሓደጋታት ብጸቢብ ምስ ኣምለጡ ኣሚልያ ብሃንደበት ናብቲ ናይ ኣንጻር ኣንፈት መንገዲ ተጠወየት። እዚ ሓደገኛ ስጉምቲ ንሓጺር ግዜ ከምልጡ የኽእሎም። ኣብ እዋን ጉዕዞ ኣሚልያ ብሕርቃን ንቤን ሕማቕ ሰብ ምዃኑ ነገረቶ። ቤን ስእሊ ስድራቤቱ የርእያ እሞ እቲ ኔትወርክ ሓቂ ካብዚ ንምሕባእ ብኸመይ ናይ ሓሶት ቪድዮታት ከም ዝጥቀም ድማ የረድኣ። ብሃንደበት ናይታ መኪና ናይ ሰብ ስራሕ ኣስተውዕሎ ስለ ዝተጠለፈ፣ እታ መኪና ካብ ቁጽጽር ወጻኢ ኮይና ዘንበለት። ክልተ ሃደንቲ ብናይ ጽዕነት መኪንኦም መጺኦም ንቤን ክሕዝዎ ፈተኑ፣ ሓንቲ ድሮን ግን ኣብ ክንድኡ ናብ ኣተቶም ተኮሰት፣ ነታ ናይ ጽዕነት መኪና ድማ ብዓውዪ ፍንጀራ ኣዕነወታ። እዚ ድማ ዳን ነቲ መደብ መሳጢ ንምግባር ንቤን ብህይወቱ ክጸንሕ ከም ዝደልዮ ዘነጽር ነበረ። ኣብ ቴሌቪዥን ኣሜልያ ንረድኤት ክትጭድር ከላ ዘርኢ ናይ ሓሶት ቪድዮ ተፈነወ። ኣሜልያ ኣብ መወዳእታ ብየን እንታይ ከረጋግጽ ይፍትን ከም ዝነበረ ተረድኣ። ኣብ ወሰን መንገዲ ዝነበሩ ሰባት እናንጨብጨቡሎምን እናደገፍዎምን ከለዉ ምዝዋሮም ቀጸሉ። ኣብ መወዳእታ ናይ ሓደ ዕጽዋት መንገዲ በጽሑ። መራሒ ናይቶም ሃደንቲ ደው ኢሉ ይጽበ ነበረ። ብዙሓት ድሮናት ነቲ ኩነታት ይቆርጽኦ ነበራ። ብየን ቦምብ ዝሓዘ መሲሉ ቀረበ እሞ ብቐጥታዊ ፈነወ ቴሌቪዥን ሃገር ንሰለማውያን ሰባት ክቐትል ምዃኑ ፈራርሐ። ብየን ነፋሪትን ክልተ ፓራሹትን ንኽወሃቦ ይሓትት እሞ እቶም ሃደንትን ጠለባቱ ክቕበሉ ተኣዘዙ። ኣብ መዕርፎ ነፈርቲ፣ ብየን ንኣሜልያ ክትከይድ ነጻ ምዃና ይነግራ እሞ ኣሜልያ ግን ነቲ ሓቂ ድሕሪ ምርኣያ ገዲፋቶ ክትከይድ ከም ዘይትኽእል ብምዝራብ ኣበየት። ናብታ ነፋሪት ምስ ኣተዉ፣ ብየን ነቲ መራሒ ሃደንቲ ማስክ ከይርኡ ክቕንጥጡ ሓተቶም። እቲ ሰብኣይ ኣብ መጀመርታ ይኣቢ እሞ ዳን ክእዘዝ ምስ ኣዘዞ ግን ካልእ ኣማራጺ ኣይነበሮን። እተን ካሜራታት ንገጹ ቐረጾ እሞ መንነቱ ድማ ኢቫን ምዃኑ ተቓልዐ። ቤን ነዊሕ ኣይጸንሐ እቶም ኣውሮፕላን ዘወርቲ ተራ ኣባላት ከም ዘይኮኑ ተረድኦም። ንሳቶም እውን ኣካል ናይቲ ስርዓት ምዃኖምን ክቐትልዎ ሓሲቦም ከም ዘለዉን ፈለጠ። ቤን ነታ ነፋሪት ናብ ካናዳ ክዝውርዋ እንተ ዘይኮይኑ ግን ከፍንድኣ ምዃኑ ኣጠንቀቖ። ኣብ እዋን በረራ ቤን ንኢቫን ይገጥሞ እሞ ንጹሃት ሰባት ብምቕታል ክሰሶን ዝኾነ ሕፍረት ይስምዖ እንተ ኾይኑ ሓትቶን። እቲ ወጥሪ እናዓበየ ይኸይድ እሞ ክልቲኦም ድማ ክበኣሱ ቐረቡ። ኣሜልያ ብሃንደበት ብዛዕባ እቲ ቦምብ ዝሰንበደት መሲላ ተዋስኣት። ኣብቲ ሰዓት እቲ፣ ዳነብ ስክሪን ተቐልቀለ እሞ እታ ነፋሪት ብስካነር ከም ዝተመርመረትን ዝኾነ ቦምብ ከም ዘይተረኽበን ኣፍለጠ። ኢቫን ንቤን ክትኩሰሉ እናተዳለወ ኣጽዋሩ ኣልዐለ። እቶም ፓይሎታት ግን ኣጽዋሮም ናብ ኢቫን ኣቕንዑ። ዳን ንኢቫን ይጓንሖ እሞ ቤን ብድራማዊ መንገዲ ኣብ ቅድሚ ካሜራ ክቕተል ከም ዝነበሮ ድማ ተዛረበ። ድሕሪኡ ዳን ብብሕቲ ንቤን ይረኽቦ እሞ፣ ሓደ ውዕል ድማ ኣቕረበሉ። ቤን ንኢቫንን ነቶም ፓይሎትን እንተቐቲልዎም ሓድሽ ሃደናይ ክኸውን ይኽእል እዩ፣ ኣብ ክንድኡ ድማ ኣብ ነፍሲ ወከፍ ዓመት ሚልዮናት ክረክብ እዩ። ቤን ብዘይ ዋላ ሓንቲ ምጥርጣር ነጸጎም። ሽዑ ዳን፣ ቪላን ካቲን ብሃንደበት ክቕተላ ከለዋ ዘርኢ ቪድዮ የርእዮም። እቲ ትርኢት ንቤን ብሕርቃን ከም ዝዓብድ ይገብሮ እሞ ነቲ ኣብ ቅድሚኡ ዝነበረ ስክሪን ድማ ሰበሮ። ኣሜልያ ካልእ ስክሪን ምስ ወለዐት፣ ቦቢ ናይ ስድራቤት ቤን ቪድዮታት ይፍኑ ነበረ። እቶም ሃደንቲ ኣብ ልዕሊ ቤን ብምሕራቖም ንኹሉ ሕግታት ከም ዝጠሓስዎ ተዛረበ። ንስድራቤቱ ከም ዝቐተልዎም ድማ ተኣመነ። እቶም ተዓዘብቲ ብኡንብኡ ናብ ጎኒ ቤን ተሰለፉ። ሓደ ካብቶም ፓይሎታት እቲ ኵነታት ይቕየር ከም ዘሎ ምስ ተረድኦ ሽጉጥ ኣልዓለ። ቤን ግን ቀዲሙ ተኰሰሉ እሞ ንሬስኡ ከም ዋልታ ተጠቐመሉ። እቲ ካልኣይ ፓይሎት ብሃውሪ ይትኵስ እሞ ኣብ ውሽጢ እቲ ናይ ፓይሎት ክፍሊ ብርቱዕን ደማውን ግጥም ተላዕለ። ቤን ብተስፋ ምቝራጽ ተቓለሰ፣ ኣብ መንገዱ ዝጸንሖ ዘበለ ኵሉ ድማ ቀተለ። ኣብቲ ዝተፈጠረ ነውጺ እታ ነፋሪት ሚዛና ስሒታ ናብቲ ታሕቲ ክትወርድ ጀመረት። ድሕሪ ዝተኻየደ ቃልሲ ቤን ኣጽዋሩ መንጢሉ ነቲ ሃዳናይ ርእሱ ተኮሰሉ። እቶም ናይቲ ኔትወርክ ሰራሕተኛታት ብኸፊል ነታ ነፋሪት ክቆጻጸርዋ ስለ ዝኸኣሉ እታ ነፋሪት ዳግማይ ትኽ በለት። ጸኒሑ ቤን ንኢቫን ኣብ ውሽጢ ሓደ ናይ ነፋሪት መሸጎሪ ተሓቢኡ ረኸቦም። ኢቫን ብሃንደበት የጥቅዖ እሞ ካልእ ብርቱዕ ግጥም ድማ ስዒቡ ተላዕለ። ብሕርቃን ዝዓወረ ቤን ንርእሲ ኢቫን ኣብ መስትያት ኣላተሞም። ኢቫን ስባር ናይቲ መስትያት ሒዙ ንቤን ኣብ ክሳዱ ወግኦም። ንሱ ባዕሉ እውን ሓደ እዋን ተወዳዳሪ ከም ዝነበረ ኣቃልዐ። ኢቫን ንዕስራን ትሽዓተን መዓልትታት ብህይወት ከም ዝጸንሐ ተዛረበ። በዚ ምኽንያት እዩ ድማ እቲ ኔትወርክ ሃደናይ ክኸውን ዕድል ዘቕረበሉ። ኢቫን እቲ ኔትወርክ ኣድላዪ እንድሕር ኰይኑ ስድራቤታት ከሳቒ ወይ ድማ ክቐትል ከም ዝኽእል ኣረድኣ። እቲ ቤን ዝረኣዮ ቪድዮ ናይ ሓሶት ክኸውን ከም ዝኽእል ገለጸ። ነቲ ስርዓት ብኸመይ ከም ዝሰርሕ ግናይዶ ኣይተረድኦን ብምባል ንቤን ሓተቶ። ኢቫን ንቤን ክትኩስ ወዲን እናተዳለወ ከሎ፣ እታ ነፋሪት ብሃንደበት ትዝምብል እሞ ናብ ሓደ መስኮት ተላቲማ ናብ ታሕቲ ክትወርድ ጀመረት። ኢቫን ዳግማይ ክትኩስ ፈተነ እሞ፣ ቤን ኢቫን ነቲ ፓራሹት ከም ዝወሰዶ ተረድኦም። ቤን ነቲ መታሕዚኡ ምስ ሰሓቦ እቲ ፓራሹት ተኸፈተ እሞ ኣብቲ ዝተሰበረ መስኮት ተተሓሓዘ። ቤን ነዚ ኣጋጣሚ ብምጥቃም ንኢቫን ወጊኡ ቀተሎ። ናይ ኤልቶን ናይ ዓመጽቲ ጋዜጣ ዝሓዘት ቦርሳ ንኣሜልያ ሃባ። ቤን ማዕጾ ነፋሪት ከፊቱ ብፓራሹት ናብ ውሑስ ቦታ ከም ትወርድ ገበራ። ሓንቲ ድሮን ንኣሜልያ ሰዓበታ እሞ፣ ነቲ ጋዜጣታት ናቐይር በተነቶ። ኣብ ተለቪዥን፣ ዳን፣ ቤን እቲ ሓድሽ ሃዳናይ ከም ዝዀነ ኣፍለጠ እሞ፣ ቤን ብቐጥታ ናብታ ካሜራ ተዛረበ። ነቶም ተዓዘብቲ እቲ ኔትወርክ ንሕብረተሰብ ከም ዝቈጻጸር ነገሮም። ሰባት ምርኣይ ደው ከብሉን ኣንጻር እቶም ሰበስልጣን ዘለዉ ክቃለሱን ጸውዐ። እቲ ኔትወርክ ብንኡ ነቲ ፈነወ ቈረጾ። ቤን ደይመይ ደይመይ ኢሉ ነታ ነፋሪት ናብቲ ህዝቢ ዘላ ተማ ንኽመስል፣ ዳን ቀልጢፉ ነቲ ቪድዮ ኣሰናድኦ። እቶም ተዓዘብቲ እታ ነፋሪት ናብ ሓደ መደበር ክትቀርብን ኣብ ኣየር ክትፍንድእን ረኣዩ። ድሕሪ ቁሩብ ግዜ ብራድ ነቲ ክፋል መርመሮ። ኣብቲ ዛንታ ብዙሕ ዘይቃዶ ነገራት ከም ዘሎ ኣስተብሀለ፣ እዚ ድማ እቲ ፈነወ ሓቂ ክኸውን ከም ዘይክእል ዘመልክት ነበረ። ህዝቢ ብቑጥዐ ፈለሐ እሞ ነታ ነፋሪት ጸሊም ሳንዱቕ ተረከበ፣ እቲ ቦኽሪ ቪድዮ ድማ ኣብ እንተርኔት ሸሎቐ። ብሳላ መልእኽቲ ቤንን ጋዜጣታት ኤልቶንን፣ እቲ ሕብረተሰብ ነቲ ሰውራ ክገድፎ ጀመረ፣ ሰባት ኣንጻር እቲ ኔትወርክ ተለዓሉ። ብራድ እታ ነፋሪት ባዕላ እትድርብዮ ወንበር ከም ዘይነበራ ኣስተብሀለ። እዚ ድማ ቤን ገና ብህይወቱ ከሎ ከም ዝኽእል ኣንፈት ዝህብ ነበረ። ኣብዚ ግዜ እዚ ሺላን ካቲንን ውሑሳት መሲለን ኣብ ዕደጋ ነበራ። ብሳላ እቲ ቤን ዘጥረዮ ኣታዊ ምቹእ ህይወት የሕልፋ ነበራ። ክወጻ ከለዋ ቤን ኣብ ደገ ክጽበየን ብምርኣየን ብስንባደ ተገረማ። ኣብቲ መደበር ቴሌቪዥን ኣቕራቢ ቦቢ በቲ ዝሓረቐ ህዝቢ ስለ ዝሰንበደ ስርሑ ገደፈ። ዳን ኣብ መድረኽ ምስ ተቐልቀለ ሰባት ቦምብታት ክድርብዩሉ ጀመሩ። እቶም ዓመጽቲ ናብቲ ህንጻ ብሓይሊ ኣትዉ እሞ ነውጽን ዕንወትን ድማ ፈጠሩ። ዳን ክሃድም ይፍትን እሞ ኮይኑ ግን ብገመድ ተጠላሊፉ ወደቐ። ሽዑ ካብቲ ሓዊ ወጸ። ንዳን ብቐጥታ ኣብ ርእሱ ተኮሰሉ እሞ ነቲ ብምሉኡ ብልሽው ስርዓት ከዕንዎ ምዃኑ ቃል ኣተወ። በዚ ድማ እዛ ሰሓቢትን ማራኺትን ዝኾነት ፊልምና ኣብ መወዳእታኣ ትበጽሕ። እምበኣርከስ ኩራት ተኸታተልቲ ንሎማዕንቲ ዝነበረት ፊልምና ነዚኣ ትመስል። ከምዚኦም ዝኣመሰሉ ፊልምታት በብግዚኡ ክበጽሓኩም እንተደኣ ደሊኹም ንፊልመይ ላይክ ንቻነለይ ሳብስክራይብ ብምግባር ኣበረታትዑኒ። ክሳዕ ብኻልእ ቪድዮ ንራኸብ ሰላም ጽንሑለይ።